ብስሚላህ ወልሓምዱሊላህ ወሰላቱ ወሰላሙ ዓላ ረሱሊላሂ ሰለሏሁ ዓለይሂ ወሰለም እምበኣርከስ ኣሰላሙ ዓለይኩም ወራሕመቱሏሂ ወበረካቱ ናይ ሎማዓንቲ ኣርእስትና ስያም ዝግበኦም ወይ ዝምልከቶም መን እዮም ዝብል እዩ ዑለማእ ካብ ቁርኣንን ሱናን ተወኪሶም ጾም ብቐጥታ ዝምልከቶም ወይ ዝግብኦም መን ምዃኖም ኣለልዮም ወሲኖሞምን ዘርዚሮሞምን ኣለዉ። ንሳቶም ከኣ፣ ቀዳማይ ኣስላማይ፣ ጾም ዝምልከቶ ነስላማይ እዩ። ንካፍር ጾም ኣይምልከቶን እዩ።

ወፊ ናሪ ሁም ኻሊዱን ካልኣይ ዓቕሊ ዝመም እዩ። እዚ ማለት ስያም ንጥዑይ ኣእምሮ ዝውንን እንተዘይኮይኑ ንጽሉልን ኣእምርኡ ዝሰሓተን ኣይምልከቶን እዩ። ሳልሳይ ብሉቕነት ማለት ብጹሕነት፣ ነቶም ዓቕሚ ኣዳም ዝበጽሑ ክጸሙ ናይ ግድን እዩ፣ እቶም ናኣሽቲ ትሕቲ ዕድመ ዝኾኑ ክጸሙ ውን ፍቱው ይኸውን ምእንቲ ነቲ ዒባዳ ክላማመድዎ። ራባዓይ ክእለት እዚ ማለት ክጸውም ዓቕሚ ዘይብሉ ሰብ ስያም ኣይምልከቶን እዩ ወይ ኣይግብኦን እዩ ኣላሁ ስብሓነሁ ወተዓላ ይብል ወመን ካነ መሪደን ኣው ዓላ ሰፈሪን ፈዒደቱ ምን ኣያሚን ኡኸር ሕሙም ኮይኑ ወይ ብዕድመ ዝደፈአ ጾም ዝሃስዮ እንተ ደኣ ኮይኑ የፍጥር ደሓር መዓልቲ ነተን ዘፍጠረን ይቐድየን እቲ ሕማም ነባሪ ዘይበሊ ተኾይኑ እሞ ኸኣ ስያም ኣሉታዊ ጽልዋታት ዘሕድረሉ እንተደኣ ኮይኑ የፍጥር እሞ ነተን መዓልታት ናይ ሮሞዳን ንነፍሲ ወከፈን ሓደ ድኻ የዐንግለለን። ሓሙሻይ፣ ነባሪ ክኸውን ኣሎ ማለት ኣብ መገሻ ዘሎ ሰብ ክጸውም ናይ ግድን ኣይኮነን። ድሕሪ ሮሞዳን ግን እተን ዘፍጠረን መዓልታት ክቐድየን ይግብኦ። ሻድሻይ፣ ካብ ንጾም ዝኽልኩሉ ነገራት ነጻ ምዃን። እዚ መስፈሪ እዚ ንደቂ ኣንስትዮ ዝምልከት ኮይኑ፣ ወርሓዊ ጽግያት ዝመጻ ወይ ምድማይ ደው ዘይበለላ ሓራስ ክትጸውም ኣይምልከታን እዩ። ወይ ኣይግባኣን ኢዩ ኣብታ ሰዓት እቲኣ ማለት ኢዩ ነቲ ዘፍጠረቶ መዓልታት ድሕሪ ሮሞዳን ትቀድዮ ኣብ ከምዚ ኩነታት ሰላት ክትሰግድ ውን ከም ዘይግባኣ ርዱኡን ፍሉጥን ኢዩ ግን ሰላት ኣይትቀድዮን ኢያ ስያም ግን እተን ዘፍጠረተን ናይ ግድን ይከውን ክትቀድየን ይግባኣ ረቢ ካብቶም ክጾሙ ምሉእ ዓቅሚ ዘሎዎም ዝገበረና ነቶም ክጾሙ ዘይክእሉን ዓቅሚ ዘይብሎምን ውን ከከም ኩነታቱ ብዝተፈላለየ ሜላታት ጸይሞም ምሉእ ኣጅሪ ክወስዱ ዘኽኣሎም ማእለያ ዘይብሉ ምስጋና ይብጻሓዮ ነሕመዱላህ